ሰላም ሰላም ከመይ ትውዕሉ ከመይ ተምስዩ ዝኸበርኩምን ዝኸበርኩምን ተኸታተልትና ንሎሚ ከዓ መቐፀልታ ናይቲ ኣብ ዝሓለፈ እዋን ማለት ኣብ ለሰን ዋን ዋት ኢዝ ኮምፒውተር ከምኡውን ለሰን ቱ ኣንደርስታንዲንግ ኦፕሬቲንግ ሲስተም ኢልና ዝረኣናዮ ሕጂ እውን ኣብ ለሰን ስሪ ኪቦርድ ኤንድ ማውዝ ቤዚክስ ኢልና ክንርኢና ምክትታልኩም ንዕድም ለሰን ስሪ ኪቦርድ ኤንድ ማውዝ ቤዚክስ ኣብዚ ሕጂ ኪቦርድ ብዛዕባ ኪቦርድ ገለ ክንርኢ ኢና ማለት ኪቦርድ ላይ ኣውት ኢልና ብዛዕባ ማውዝ ከዓ ገለ ካብ ማውዝ ፋንክሽንስ ክንርኢ ኢና ማለት እዩ ቅድሚኡ ግን ኣብ ዝሓለፈ እዋናት ትንክፍ ትንክፍ እናበልና ንሓልፍ ዝነበርና ኢንፑት ኤንድ ኣውትፑት ዲቫይስስ እንታይ እዮም ምፍላጥ ከድልየና እዩ ምክንያቱ ኪቦርድ ኤንድ ማውስ እቶም ቀንዲ ወይ ከዓ ካብቶም ቀንዲ ኢንፑት ዲቫይስስ እዮም ማለት እዩ ስለዚ ብሓፈሻ እቲ ብዛዕባ ኢንፑት ኤንድ ኣውትፑት ዲቫይስ ክንፈልጦ ዝግባኣና ኣብዚ ክንሪኢና ማለት እዩ So uh, input devices ክንብል ከለና እንታይ ማለትና እዩ input devices are hardware components that allow users to enter data or information to a computer ያ ሕጂ መጀመርያ እቲ ዲቫይስ ዝብል ቃል ኩሉ ግዜ ኮምፒተር በተደጋጋሚ ንረኽቦ ነቲ ኮምፖነንት ወይ ነቲ ሃርድዌር ፓርቲ ዝገልፅ ኮይኑ ኢንፑት ዲቫይስ ክበሃል ከሎ ከዓ እቲ ናብታ ኮምፒውተር ዝኣቱ ዳታ ኮነ ኢንፎርሜሽን ንክኣቱ ዝገብረልና ኮምፖነንት ወይ ከዓ ንብረት እዩ ዲቫይስ ንብሎ ዘለና ስለዚ ኪቦርድ ሓንቲ ቃላት ይኹን ፅሑፋት ናብ ኮምፒውተር ክነእቱ ትሕግዘና ስለ ዝኾነት ኢንፑት ዲቫይስ ንብሎ ማለት እዩ ልክዕ ከምኡ እቲ ናብቲ ኮምፒውተር ክኣቱ ዝኽእለና ነገር እንታይ ንብሎ ኢንፑት ዲቫይስስ ንብሎ ማለት እዩ። ናብ ናይ ሕጂ ብዚ እንታይ ኣለና ኪቦርድ ሓደ ኣብነት ኣለና ማውስ ኣለና ኣብ ጆይስቲክ እዚ ከዓ ጌም ገለ ንጥቀመሉ እዋን ማለት እዩ ንጥቀመሉ እዩ እዚ ከዓ ጆይስቲክ እዚ እውን ኢንፑት ዲቫይስ እዩ ስካነር ከምኡ ፅሑፍ መሳሊ ማለት ካብ ወረቐት ብቐጥታ ናብ ኮምፒውተር ክንእትዎ ምስ ንደሊ ስካነር ንጥቀም ከምኡ እውን ዌብ ካሜራ እዚ ከዓ ስእሊ ቪድዮ ማለት እዩ ቪድዮ ናህና ክንእትዎ ኣብ ንደሊ ቀጥታ ንእቱ ሕጂ ዝኩሉ እዚ ዲቫይስ ኢቭን ማይክሮፎን ኣለና እዚ ኩሉ እዚ ነገራት ሕጂ ገሊኡ ብድምፂ ገሊኡ ብፅሑፍ ገሊኡ ብስእሊ ብቪድዮ ናብ ውሽጢ ኮምፒውተር ማለት ንሓደ መስርሕ ወይ ከዓ ንሓደ ነገራት ደሊና ክንእትዎ ከለና ኢንፑት ነዚ ዘእቱ ሕጂ ኣየናይ እቲ ኢንፑት ዲቫይስ ዝበሃሎ እዚ ንብረት ነቲ ድኣቱ ኢንፎርሜሽን ወይ ከዓ ዳታ ናብታ ኮምፒውተር ዝኣቱ ንጥቀመሉ እዩ እቲ ኢንፑት ዲቫይስስ ዝበሃል ማለት እዩ ሕጂ ኣውትፑት ዲቫይስስ ከዓ ሞኒተር ፕሪንተር ስፒከር ሄድፎን ኤንድ ፕሮጀክተር ኣለውና እዚኦም ሕጂ ገለ ካብ ኤግዛምፕልስ ማለት እዮም ኦፍኮርስ ካልኦት እውን ኣለውና ሶ ኢንፑት ዲቫይስስ ሕጂ እንታይ ናይ ኢልና ዘለና ዴይ ኣር ሃርድዌር ኮምፖነንትስ ዛት ኣላው ዩዘርስ ቱ ኢንተር ዳታ ኢንፎርሜሽን Data or Information to a Computer System ሕጂ ዳታ ወይ ኢንፎርሜሽን ናብ ኮምፒውተር ንክኣቱ ዘድልየና ዲቫይስ እቲ ኢንፑት ዲቫይስ ዝበሃል ኦኬ ሕጂ ቁርብ ኣብዚኣ መብዛሕትኡ እዋን ምንጻር ተድልያ እንታይ ኣላ ዳታ ኢንፎርሜሽን እንታይ እዩ ዳታ ክበሃል ከለኹ ንግዜ ሮው ማተርያል ማለት እዩ ኢንፎርሜሽን ማለት ከዓ ሚኒንፉል ዳታ ማለት እዩ ሕጂ ዳታ ክንብል ከለና ንኣብነት ዓሰርተ ክልተ ሓደ ሰብ ምፅኡስ ዓሰርተ ክልተ ኣለና ሶ ዋት እንታይ እሞ ዓሰርተ ክልተ ዓሰርተ ክልተ ሰባት ድዮም ዓሰርተ ክልተ ኮምፒውተራት ድዮም ዋትኤቨር ብደንብ ሶ ዳታ በሃል እዚ ማለት እዩ ሮ ሓደ ነገርስ ብጥሪኡ ከሎ ማለት እዩ ብገዛእ ነብሱስ ሚኒን የብሉ ከም ቁፅሪ ዓሰርተ ክልተ ቁፅሪ ክትብል ትኽእል ኢኻ ግን ዓሰርተ ክልተ እንታይ እዩ ወይ ከዓ ሓደ ሰብ መፂኡስ ኮምፒውተር ብለካ እንታይ እሞ ኮምፒውተር ሕጂ ኮምፒውተር ኣላትኒ ተይልካ ኦኬ ኮምፒተር ደልየ እንተኢልካ ኮምፒተር ኣላትካ ዶ እንተኢልካ ዋደቨር ኩሉ እዚ ሕጂ ሚኒን ዘለዎ ሰንተንስ ወይ ከዓ ኢንፎርሜሽን እዩ እዚ ኢንፎርሜሽን ይበሃል ዳታ ክበሃል ከሎ ከዓኒ ሓደ ነገር ገዛእ ነብሱ ሚኒን ክፈጥር ደይክእል ማለት እዩ ሮ ማተርያል ኢና ንብሎ ማለት እዩ ስለዚ ዳታ ወይ ኢንፎርሜሽን ክንብል ከለና ልክዕ ከምኡ ክኾኑ ኣሎ ማለት እዩ ናብ ኮምፒተር ኤ ኢልና ተፅሒፍናስ ኦኬ ኤ እንታይ ኢኻ ትገብረሉ ኢኻ ብድሕሪ ቃላት ክትስኸሉ ዲኻ ደሊኻ ደለኻ ዋላስ ኤ እንታይ ኢልካ ዲኻ ክትሓትት ደሊኻ ዘለኻ ዳሕታ ኢና ንብሎ ኤሲ እንታይ እዩ ኢልና ድሕሪ ንሓታ ኣለና ኣብ ኮምፒውተር ንኣብነት ግን ኤ ሓደ ካብ ኣልፋቤት ናይ ኮምፒውተር ኢላ ክትምልሰልና ትኽእል እያ ማለት እዩ ናይ እንግሊሽ ኢላ ክትመልሰልና ትኽእል እያ ማለት እዩ ሶ ዳታን ኢንፎርሜሽን ብከምዚ ተሒዝናዮም ፅቡቕ እዩ ማለት እዩ ሶ ኢንፑት ዲቫይስስ ኣብነት ብዛዕባ ኢንፑት ዲቫይስስ ክንሪኦም ዝግባእና ክንርኢና ማለት እዩ ኦኬ ሕጂ ብቕልል ዝበለ ቋንቋ ደስ ኣር ዲቫይስስ ዩዝ ቱ ኢንተር ዳታ ኢንቱ ኤ ኮምፒውተር ኢልና ያ ኢንፑት ዲቫይስ ሕጂ ዳታ ዝበልናዮ ወይ ከዓ ኢንፎርሜሽን ናብ ኮምፒውተር ንክኣቱ ዝሕግዙና ማለት እዮም። ንኣብነት ኪቦርድ ኪቦርድ ፎር ታይፒንግ ቴክስት ኤንድ ኮማንድስ ኣለና ኣሎ እዚ ሕጂ ፅሑፍ ብመልክዕ ፅሑፍ ዝኣቱ ኩሎም ኣልፋቤት ሆኑ ቁፅርታት ሆኑ ካራክተርስ ናብ ኮምፒውተር ነእትዎ ብኪቦርድ ኢና ማለት እዩ። ማውስ ከዓ ቱ ፖይንት ክሊክ ኤንድ ድራግ ማለት እዩ። እዚ ከዓ ንሓደ ነገር ከምዚ ኣብዚ ንገብሮ ዘለና ፖይንት ክትገብር ወይ ድራግ ክትገብር ንኣብነት ሕጂ ክሊክ እንድሕር ጌረ ናቲንግ ሃፐንስ ሓንቲ ክሊክ ስለ ዝገበርኩ ክልተ ክሊክ ክገብር ከለኹ ሰሌክት ጌረያ ነታ ማውዝ ወይ ከኣ ካብ ክልተ ንላዕሊ እንድሕር ክሊክ ተዝገብር ከኣኒ ሕጂ እዚ ፖይንት ክትገብር ክሊክ ክትገብር ብኡ ዝግበር ስራሕ ወይ ከኣ ታስክ ክትገብር ከለኻ ከኣ ማውዝ ትጥቀም ማለት ስለዚ ኢንፑት እዩ ናብታ ኮምፒተር ዝኣቱ ኢንፎርሜሽን ወይከዓ ዳታ ክኾን ኣለዎ ማለት እዩ። The same scanner ስካነር ከኣ scan documents and photos ሕጂ ስእልታት ይኹኑ ጽሑፋት ብመልክዕ ጽሑፍ ተጸኒሖም ናብ ኮምፒተር ክኣትዉ ስካነር ንጥቀም ማለት እዩ። ስካን ጌራ ነቲ ጽሑፍ ናብ ኮምፒተር ከም ዝኣቱ ትገብሮ ማለት እዩ። ማይክሮፎን ከኣ ንድምጺ ካብ ኮምፒተር ንዝወጽእ ድምጺ ሶሪ ማይክሮፎን ከኣ ንኮምፒተር ናብ ኮምፒተር ንዝኣቱ ድምፂ ንጥቀመሉ ማለት እዩ። ዌብ ካም ከዓ ቪድዮ ተሰይኑ ዝውን ከምኡ ዌብ ካም ማለት ዌብ ካሜራ ማለት እዩ። ናብ ኮምፒውተር ክንእቱ ከለና ንእቱ ንጥቀመሉ ዛስዋ እዚ ከዓ ኢንፑት ዲቫይስ ንብሎ። ጆይስቲክ ወይ ከዓ ጌም ፓድ ከዓ እዚ ከዓ ኣብ ጌም ኣብ ንፃወተሉ ማለት እዩ። ከምዚ ኣቐድም ኣቢልና ዝረኣናዮ እዚ ማለት እቲ ጆይስቲክ ንብሎ ዘለና እዚ ማለት ናይ ሕጂ እዚ ከዓ ኮምፒውተር ኣብ ንጥቀመሉ ኣይ ሚን ጌም ኣብ ንፃወተሉ እዋን ንጥቀመሉ እዩ ኢንፑት ዲቫይስ እዩ እሱውን ታች ስክሪን ከዓ ሕጂ ታች ስክሪን ኣብዚ ኣብ ትሕቲ ኢንፑት ኣምፂና ኣለና ግን ትሕቲ ኢልና ክንሪኦ ኢና ታች ስክሪን ንባዕሉ ሓንቲ ኮምፒውተር ድሕር ታች ስክሪን ኮይና ብኢድካ እታ ኮምፒውተር ስታይ ብምግባር ንኣብነት ኣነ ኣብዚ ኮምፒውተር ንድገብሮ ምልክታ ወይ ከዓ ዝኾነ ኢንፎርሜሽን ክህባ ከሎ ካብቲ ስክሪን ስክሪን ከም ኢንፑት ወይ ከዓ ሓደ ነገር ኢንፎርሜሽን ይእቱ ስለ ዘሎ ከም ኢንፑት ዲቫይስ የገልግለና ማለት እዩ ሕጂ እዚ ኮንፊዥን ከይፈጥረልና ሞኒተር ኢልና ንሪኦ ኣብ ታሕቲ ለሰይ ኣብ ኣውትፑት ዲቫይስ ኣለና ኣብዚ ሕጂ ሞኒተር ሓደ ደሰይም ከም ኣውትፑት ዲቫይስ ርኢና ኣለና እሶም ድሓን ታሕቲ ክላሪፋይ ነንፅሮም ኢና ግን ኣውትፑት ዲቫይስ ክንብል ከለና እንታይ እዩ the same this devices that show or play the result of the processed data ያ ሕጂ ዝኾነ ዳታ ወይ ከዓ ኢንፎርሜሽን ኣብ ኮምፒውተር ኣትዩ እንታይ እቲ ዕላምኡ ሓደ ሓበሬታ ወይ ከዓ ሓደ ፕሮሰስድ ዝኾነ ኢንፎርሜሽን ሒዝና ክወፅእ እዩ ሶ ነዚ መውፅኢ ዝኾኑና ወይ ከዓ ነዚ ኢንፎርሜሽን እዚ ነቲ ውፅኢት እዚ ነዚ ሪዛልት እዚ ናብ ደገ ማለት ንዓሕና ናባና ብመልክዕ ድምፂ ድዩ ብመልክዕ ስእሊ ድዩ ብመልክዕ ቪድዮ ድዩ ንዘምፁልና ከዓ እንታይ ንብሎም ኣውትፑት ዲቫይስስ ንብሎም ማለት እዩ ሶ መጀመርያ እቲ ኣውትፑት ዲቫይስ ከም ዴፊኒሽን ብከመይ ኢና ንገልፆ ኢትስ ሃርድዌር ኮምፖነንት ዊች ጊቭስ ኣውት ደ ሪዛልት ኦፍ ደ ኢንተርድ ኢንፑት ዋንስ ኢት ኢዝ ፕሮሰስ ንብሎ ማለት እያ ጆሉ ግዜ ክንፈልጦ ዘለና ሓደ ነገር ናብ ኮምፒውተር ኣትዩ ጥራሕ ኣይኮነን ዝወፅእ በቶም ኢንፑት ዲቫይስ ጌርና ዘእተናዮ ኢንፎርሜሽን ፕሮሰስድ ኮይኑ ከም ኣውትፑት ከዓ

እንታይ ይበሃል ኣውትፑት ዲቫይስስ ይበሃል ማለት እዩ ሶ ኣውትፑት ዲቫይስስ ከዓኒ ልክዕ ከምቲ ናይ ኢንፑት ገለ ኤግዛምፕልስ ክንርኢ ሞኒተር ወይ ከዓ ስክሪን ይብላና ሕጂ ሞኒተር ወይ ከዓ ስክሪን ዲስፕሌይስ ኢሜጅስ ቪዲዮስ ኤንድ ኢንፎርሜሽን ኢልና ሕጂ ቅድም ኢልና እንታይ ኢልና ፀኒሕና ኣብዚ ታች ስክሪን ኢልናዮ ስክሪን ሕጂ ልክዕ እሱ ማለት እዩ ግን ታች እንድሕር ኮይኑ which is ኢንፑት ከም ኢንፑት ዝኾነ ነገር ኣብ ስክሪን ክንኦት ንኽእል ኢና ማለት እዩ ንኣብነት ሕጂ ለሰይ ኣነ ሕጂ ብዚ እንታይ ክገብር ኽእል ታች ስለ ዝኾነ ብዚ ለሰይ ጎግል ክሮም ክኸፍት ተደሊ ሕጂ ኣነ ጎግል ክሮም ኣብኡ ከለኹ ክኸፍቶ ክእል ካብ ስክሪን ማለት እዩ ሶ ካብ ስክሪን በቲ ታች ስክሪን ስለ ዝኾነ ዘሎ ኢንፎርሜሽን የእትወሉ ኣለኹ ማለት ኣት ሴም ታይም ከዓ እቲ ዝደለኽዎ ሓበሬታ ከኣ ኣብ ስክሪን ረኽቦ ኣለኹ which is ኣውትፑት ክመጻልኒ ከሎ ከኣ ሰርች ጌረ ዝኾነ ነገር let's say ዝኾነ what is ዝኾነ ሰርች ጌረ ክመጸለይ ከሎ እቲ ኢንፎርሜሽን ከኣኒ ከም ኣውትፑት ዲቫይስ ከኣ የገልግለኒ ኣሎ ማለት እዩ ሶ እንታይ ኢና ንብል ዘለና ሕጂ ሞኒተር ወይ ከኣኒ ስክሪን ከኣ ሓደ ካብ ኣውትፑት ዲቫይስስ እዩ ማለት እዩ ምክንያቱ እቲ ዲስፕሌይስ ኢሜጅስ ቪዲዮስ ኤንድ ኢንፎርሜሽን እቲ ዝደለናዮ ነገር ልክዕ ከምዚ ንሪኦ ኣለና ማለት እዩ ከዓ የገልግለና ማለት እዩ ፕሪንተር ከዓኒ ፕሮዲስስ ፊዚካል ኮፒስ ኦፍ ዶክሜንት ልክዕ ከምቲ ስካነር ንሓደ ፅሑፍ ወይ ከዓ ስእሊ ናብ ኮምፒውተር ስካን ጌራ ተእትዎ ዝበልናዮ ፕሪንተር ከኣ ነቲ ዝደለናዮ ብመልክዕ ወረቐት ወይ ከኣ ብመልክዕ ጽሑፍ ክወጽእ ክንደልዮ ከለና ከኣ ፕሪንተር ተጠቂምና ነውጽኦ። ሶ ፕሪንተር ከኣ ሓንቲ ካብ ኣውትፑት ዲቫይስ ንብላ ማለት እዩ። ስፒከር ክንብል ከለና ከኣ እዚ ልክዕ ተጻራሪ ናይቲ ማይክሮፎን ዝበልናዮ ማለት እዩ። ማይክሮፎን ድምጺ ንክነእቱ ናብ ኮምፒተር ንጥቀመሉ፣ ስፒከር ከኣ ነቲ ድምጺ ንክወጽእ ካብ ኮምፒተር ክወጽእ ማለት እቲ ሙዚቃ ድዩ ዋትኤቨር ክነውፅኦ ክንደሊ ከለና ከዓ እንታይ ንጥቀም ስፒከር ንጥቀም ሴም ሄድፎን ሄድፎን ክንብል ከለና ሕጂ ስፒከርን ሄድፎንን ቁርብ እቲ ፍልልይ እንታይ ስፒከር ክኸውን ከሎ ካብ ሓደ ሰብ ንላዕሊ ክሰምዖ ተኽእሎ ኣለዎ ምክንያቱ ኣብ ገዛ ምሉእ ንዘሎ ሰብ ክሰምዖ ክእል እዩ ሄድፎን ክንብል ከለና ግን ፐርሰናል ሓደ ሰብ ጥራሕ ኣብ እዝኑ ክትሰምዖ ከሎ ማለት እዩ። ኣብ መወዳእታ ንርእኻ ፕሮጀክተር ማለት እዩ። This displays computer screen on a wall or surface ሕጂ ፕሮጀክተር ከኣኒ ኣብ ዝኾነ ኣጋጣሚ ኣብ ሲነማ ኹን ኣብ ዝኾነ ዓይነት ፕሮጀክትታት ኹን ወርክሾባት ነቲ ኣብ ኮምፒተር ዘሎ ነገር ኣብ ኣጉሊሕኻ ብዓቢ ስእሊ ኣብ መንደቕ ኹን ኣብ ስክሪን ከተርእዮ ከለኻ ፕሮጀክተር ትጥቀም ማለት እዩ። ሶ ፕሮጀክተር ከኣ እንታይ ይበሃል ሓደ ካብ ኣውትፑት ዲቫይስስ ንብሎም ማለት እዩ። ኦኬ እምበኣር ሕጂ ኢንፑትን ኣውትፑት ዲቫይስ እንድሕር ኢና እንታይ ኢልና ፀኒሕና ቀዲምና ተንኪፍናዮ ፀንሕና ታች ስክሪን ኢልናዮ ነርና ሕጂ ታች ስክሪን ከም ኢንፑትን ከም ኣውትፑትን ከገልግሉና ዝኽእሉ ነገራት ከዓ ኣለውና ማለት እዩ ሶ እዚኦም ከዓ እንታይ እዮም ዲቫይስስ ዳ ካን ቦዝ ሰንድ ዳታ ቱ ኤንድ ረሲቭ ዳታ ፍሮም ኮምፒውተር ናብ ኮምፒውተር ዳታ ወይ ኢንፎርሜሽን ከእትውን ከውፅኡን ዝኽእሉ ከዓ እንታይ ንብሎም እዚኦም ከዓ ንክልቲኡ ከገልግሉ ዝኽእሉ ከዓ ኣለውና ማለት እዮም ንኣብነት ሕጂ ታች ስክሪን ኣለና ታች ስክሪን ከምቲ ዝበልናዮ ከም ኢንፑት ከም ኣውትፑት ከገልግለና ክእል እዩ ካልእ ኤግዛምፕል ከዓኒ ቪኣር ሄድሰት ዊዝ ሰንሰርስ ኣለና ወይ ከዓኒ ቨርቹዋል ሪያሊቲ ሄድሰት ማለት እዩ እዚ ከዓኒ እንታይ እዮም ከም በዓል ከምዚ ኮይኖም ንኣብነት ኣብ ርእስና ወይ ኣብ ገጽና ንገብሮ ኣብ ዓይንና ንገብሮ ኣለና እቲ ቪኣር ንብሎ ዘለና ከምኡ ውን ኣብ ኢድና ኢንፎርሜሽን ንህቦ ኣሎ ሕጂ ንወስዶ ሓበሬታ ኣሎ እዚ ኩሉ ግዜ ምስ ስሪዲ ዝተሓሓዝ ነገራት ክንሰርሕ ከለና ማለት እዩ ናብ ቨርቹዋል ሪያሊቲ ዝብለና ዘሎ ንሱ እዩ ዋላ ነቲ ሰንስ ንገብሮ ብርእስና ንንቀሳቀሶ ሰንሰር ይብለና ኣሎ ሓቀይ ቪኣር ሄድሰት ዊዝ ሰንሰር ዝብለና ኣሎ ሰንስ ገይሩ ካብኡ ኢንፎርሜሽን ይወስድ እዩ እቲ ንሕና ንህቦ ብኢድና እውን ኢንፎርሜሽን ወስድ እሱ ከዓ ኣብቲ ብዓይንን ኣብ ካሜራ ኣብ ኦኪያለ ዘሎ ከዓ ገይሩ ኣውትፑት ክህበና ማለት እዩ ስለዚ ሕጂ እዚኦም ከዓ ከም ኢንፑትን ከም ኣውትፑትን የገልግሉና ማለት እዩ እቲ ኢንፑት ንብሎ ዘለና እቲ ንሕና ንህቦ ዘለና ኢንፎርሜሽን ኣት ሴም ታይም ከዓ እቲ ንወስዶ ዘለና ካብቲ ኮምፒተር ከዓ ኣውትፑት ክኾኑ ኣሎ ማለት እዩ ስለዚ ቪኣር ሄድሰት ዊዝ ሰንሰርስ ከዓ ሓደ ካብቲ ከም ኢንፑትን ኣውትፑትን ዘገልግል ዲቫይስ እዩ ማለት እዩ ካልእ እንታይ ኣለና ኤክስተርናል ድራይቭስ ኣለና ሕጂ ኤክስተርናል ድራይቭስ ክንብል ከለና እንታይ እዮም መብዛሕትኡ እዋን ኤክስተርናል ድራይቭስ እንብሎም ሓደ ሃርድ ዲስክ ኣለና ሕጂ ኤክስተርናል ዲቫይስ ክንብል ከለና ኩሉ ግዜ ስቶሬጅ ዲቫይስ ኮይኑ ዳት ኮኔክትስ ቱ ኮምፒውተር ማለት ሕጂ ኩሉ ግዜ ብዩኤስቢ ፖርት ማለት እዩ ከም ናይ ፍላሽ ንጥቀመሉ ማለት እዩ ከምኡ ኮይኑ ፍላሽ ክኸውን ይኽእል ኤክስተርናል ሃርድ ዲስክ ክኸውን ይኽእል ወይ ከዓ ኤክስተርናል ኤስኤስዲ ወይ ከዓ ሶሊድ ስቴት ድራይቭ ክኸውን ይኽእል ማለት እዩ እዚ ከዓ ሕጂ እንታይ እዩ ከም ኣውትፑት ዘገልግለና እቲ ኮምፒተርና ዘሎ ዳታ ክዕቀብ እዩ ለናኡ ክነስግሮ ከለና ኣውትፑት የገልግለና ማለት እዩ ኣብኡ ዝፀንሐ ነገር ኣገዲስና ኣድሊና ናብ ኮምፒተር ክንወስዶ ከለና ከዓኒ ከም ኢንፑት ይሰርሕ ኣሎ ማለት ስለዚ እዚ ከዓ ሓደ ካብቶም ከም ኢንፑትን ከም ኣውትፑትን ዘገልግሉና እዩ ማለት እዩ ስለዚ ኢንፑትን ኣውትፑትን ድሕር ፅቡቅ ጌርና ክንሪኦም ክኢልና ናብ ከምቲ ቅድም ኣቢልና ዝገለፅናዮ ኪቦርድን ማውስ ኢንፑት ዲቫይስስ እዮም። ሶ ዋት ኢዝ ኤ ኪቦርድ እንድሕር ኢልና ኢት ኢዝ ኣን ኢንፑት ዲቫይስ ዩዝድ ቱ ኢንተር ካራክተርስ ኣንድ ፋንክሽንስ ኢንቱ ዘ ኮምፒውተር ሲስተም ባይ ፕረሲንግ ባተንስ ኦር ኪስ። ያ ሕጂ እቲኦም ባተንስ ወይ ከዓ ኪስ ኣብ ኪቦርድ ዘለዉ ብምጥዋቕ ካራክተርስ ወይ ፋንክሽንስ ናብ ኮምፒውተር ክነእትወሉ ዘኽእለና ኢንፑት ዲቫይስ እዩ ማለት እዩ። ሶ ብሕዚ ደር ኣር ፎር ሜጀር ታይፕስ ኦፍ ኮምፒውተር ኪቦርድ ክንብል ንኽእል ኣብ ዓለም ማለት እዩ። ኣዝዮም ብዓበይቲ ዝግለፁ ኣርባዕተ ዓይነት ኮምፒውተር ኪቦርድ ኣለውና they are used worldwide depending on the size and numbers of the keys ያ ሕጂ እቲ ዘለዎም ዓይነት ኪስ ማለት ፋንክሽንስ ክኾኑ ዋላ እቲ ዘለዎም ባተንስ ብብዝሕን ብዓይነትን ብቅርፂ ናይቲ ኪቦርድን ክፈላለዩ ይኽእሉ እዮም ማለት እዩ ሶ እቶም ሜጀር ፎር ታይፕስ ንብሎም ወይ ኣርባዕተ ፍሉጣት ዓይነት ኪቦርድ ንብሎም ኩወርቲ፣ ኣዘርቲ፣ ዲቮራክ ኤንድ ኩወርቲዝ ንብሎም ካብዚኦም እቲ ብብዝሒ ዝጥቀመሉ ንጥቀመሉ ስፔሻሊ ንሕና ኩወርቲ እዩ ማለት እዩ ማለት እቲ ሞስት ፖፑላር ዝኾነ ዓይነት ኪቦርድ ኮወርቲ ይበሃል ማለት እዩ ሕጂ ብዚ ምናልባት ካብ ኪቦርድ ናብ ኪቦርድ ፍልልይ ክህልዎ ክእል ይኸውን እዩ ኣብቲ ዲዛይን ማለት እየ ስለዚ ኣብ ኪቦርድ ክንፈልጦም ካብ ዘለና ነገራት ኣብዚ ክንሪእ ኢና ንኣብነት ሕጂ ኣብዚ ኮርቲ ታይፕ ሕጂ እቲ ኮርቲ ዘብሎ ሓደ ምስቲ ኣማጻጽኣ ናይቲ ድሕረ ባይታ ናይቲ ኪቦርድ እንዲ ኪቦርድ ካላ ኮርቲ ኪቦርድ ክንብል ከለና ሕጂ ብምንታይ እዩ እቲ መጀመርያ ኣልፋቤት እቶም ናይ ኢንግሊሽ ኣልፋቤትስ ብኪው ደብሊው ኢኣርቲ ዋይ ካብቶም ቀዳሙ ሽዱሽተ ኣልፋቤትስ ኣብታ ኣብ ኪቦርድ ዘለዎ ማለት እዩ መብዛሕትኡ እዋን ሕጂ ኪቦርድ ተሪእና ኤቢሲዲ ገሊሉ ይኩነ እንዲ ጅምር ነናቱ ክፈላለ ክእል ግን እዚ ሕጂ እቲ ክዌርቲ ታይፕ ዝበሃል በቲ መጀመርያ ኣልፋቤት ማለት ኪው ደብሊው ኢኣርቲ ዋይ ዘሎ ብእዩ ኪወርቲ ኪቦርድ ዝበሃል ማለት እዩ ስለዚ እዚ በቲ ቅርፂ ናቱ እዩ ዝበሃል ዘሎ ማለት እዩ እሱን ተማሳ ብዙሕ ድሕረ ባይታ ኣለዎ ኣብኡ ምናልባት ዲቴይል ክንከይዳ እንደልና ግን ካብቲ ዝነበረ ኣብቲ ማፃፃ ናይ ታይፒን ቅድሚ ሕጂ ዝነበረ ታይፕ ንምግበር ዝጥቀምሉ ዝነበሩ ኣብ ቀደም ዘበን ማለት እዩ ካብኡ እዩ መጺኡ ነናቱ ድሕረ ባይታ ክህልዎ ይኽእል እዩ of course ግን ኣብዚ ንሕና እንርእዮ QWERTY ሕጂ ብቲም ቀዳሞት ኣልፋቤት ከም ዝመጸ ምፍላጥ የገድሰና እዩ። ካልእ ሓደ ኪቦርድ እንታይ ኣለዎ ኮንትሮል ኪስ፣ ፋንክሽን ኪስ፣ ኣልፋኑሜሪክ ኪስ ከምኡውን ናቪጌሽን and ኑሜሪክ ኪፓድ ዝበሃሉ ፓርት ክህልዎ ይኽእል ማለት እዩ። ካብ ዝተፈላለየ ብዝተፈላለየ ክግለጽ ይኽእል እዩ ንገሊኡ ብሓንሳብ ከእትዎም ንገሊኡ ብክልተ ብሰለስተ ገብሮም so ዝተፈላለየ መግለጺ ክህልዎ ይኽእል እዩ ግን ንሕና እንርእዮ ሕጂ ንኣብነት ኮንትሮል ኪስ ንብሎ ንኮንትሮል ኣልት ነዚ ብታሕቲ ንሪኦ ዘለና ፓርት ካቨር ዝገብሩ ብኮንትሮል ኪስ ነቐምጦም ፋንክሽን ከዓ ነዚ ኤፍ እንድሕር ተወቕና ካብ ኤፍ ዋን መብዛሕትኡ ካብ ኤፍ ዋን ክሳብ ኤፍ ትወልቭ ኣብ ዝለዓሉ ንሪኦም ዘለና ፋንክሽን ኪስ ንብሎም ከምኡውን ታይፒን ወይ ከዓ ኣልፋ ኒሜሪክ ኪስ ንብሎም ንናምበርስ ማለት ነቶም ቁፅርታት ካብ ዜሮ ክሳብ ትሽዓተን ነቶም ኣልፋቤትን ዝሕዙ ከኣ ኣልፋኒሜሪክ ኪስ ንብሎ። ናቪገሽን ኪይ እንብሎ ከኣ ነዚ ማለት እዩ። መብዛሕትኡ እዋን እቶም ኣሮውስ ኣርባዕተ ናብ ኣርባዕተ መኣዝን፣ up down and right left፣ ዘለዉና ናብዚ ከኣ ናቪጌት መግበሪ ከም ፔጅ up ፔጅ down፣ ሙቭ up ሙቭ down ዝብሉ፣ ሆም ኤንድ ዝብሉ ዘለዉና እዚኣቶም ከኣ ብሓፈሻ ናቪጌሽን ኪስ ይበሃሉ ማለት እዮም። ሶ ከምኡ ውን መብዛሕትኡ እዋን ሕጂ እዚ ኣብ ገለገለ ኪቦርድታት ርኢኻ ግን እንታይ ይበሃል ኒሜሪክ ኪፓድ ካብ በሃል እዚ ማለት እዚ ካብ ቁፅርታት ዘለዎ ኸው ማለት እዩ ኣብ ላዕሊ ከም እንታይ እዮም ኢንዲኬተር ላይትስ ማለት እዩ መብዛሕትኡ እዋን ኪቦርድ ካብ ናብ እንትፈላለ ክእል እዩ ግን ነዚ ንሕና ከም ዲዛይን ኣምፅናዮ ዘለና ብከምዚ ዓይነት ፋንክሽንስ ይረአ ማለት እዩ ብድሕሪ እዚ እንሪኦ ድሕሪ እዚ ንሪኦ ከዓኒ ማውዝ ማለት እዩ ማውዝ ኣብ ማውዝ ከዓኒ ናቱ ፋንክሽንስ ክንሪኢና መብዛሕትኡ እዋን ማውዝ እውን ደሴም ኢንፑት ዲቫይስ ኮይኑ እንታይ እዩ ኢት ቲፒካሊ ሃቭ ቱ ባተንስ ስክሮል ዊል ኤንድ ሌዘር ሰንሰር ሕጂ ማውዝ መብዛሕትኡ እዋን ሕጂ ማውዝ ብምንታይ ድፍለጥ ክልተ ባተንስ ሌፍት ኤንድ ራይት ክሊክ ኢና ንብሎ ሌፍት ክሊክ ራይት ክሊክ ማለት እዩ ወይ ከዓ ሌፍት ባተን ኤንድ ራይት ባተን ሲ ነናቶም ስራሕ ኣለዎም ኦፍ ኮርስ ስክሮል መግበሪ ወይ ከዓ ድዘውር ዊች ኢዝ ንላዕልን ታሕቲ ኣብ ንኸደሉ እዋን ዘገልግለኒ ከዓ ስክሮል ኣለዎም ስክሮል ዊል ንብሎ ማለት እዩ ሌዘር ሰንሰር ከዓ ብታሕቲ ኣለዎ መብዛሕቲ እዋን ብርሃን ቀይሕ ብርሃን ገለ ንርኢ ኢና እሱ ከዓ ሌዘር ሰንሰር ናይ ሓንቲ ማውዝ ንብሎ ማለት እዩ ስለዚ መብዛሕትኡ እዋን ኣብ ሌፍት ክሊክ ራይት ክሊክ እንብሎ ናቱ ሳይድ ኣሎ ከምኡ ውን ስክሮልስ ኣለና በዚ ከዓ ማውስ ንናቱ ፋንክሽን ክንርኢ ንኽእል ማለት እዩ ስለዚ ብማውስ ክንገብሮ ንኽእል ነገራት እንታይ እዩ ንኣብነት ሕጂ ኣብ ስክሪን ድሕሪ ናብ ስክሪን ድሕሪ መፂና ብማውስ ክንገብሮ ንኽእል እንታይ እዩ መሰይ ሕጂ ኣብዚ ሓደ ፋይል ኣለና እንታይ ገይረ ነቲ ፋይል ንሌፍት ክሊክ ብምጥዋቕ ድራግ ክገብሮ ከለኹ ናብ ዝደለኹዎ ቦታ ይወስዶ ኣለኹ ማለት እዩ ወይ ከዓኒ ንሓደ ፋይል ራይት ክሊክ ራይት ክሊክ ብምጥዋቕ ከዓኒ ዝደለኹዎ ነገር እንታይ ክገብሮ ደሊ ክኸፍቶ ደሊ ሼር ክገብሮ ደሊ ፓት ክገብሮ ደ ደሊ ኮፒ ደ ክገብሮ ዝደሊ ወይ ሪኔም ለሰይ ሪኔም ድሕሪ ኢልና ሕጂ ራይት ክሊክ ገይረ ነዚ ሪኔም ኣምፅኦ ኣለኹ ዘን ነጻ ክፈተለይ ማለት እዩ ዝደለኽዎ ነጻ ክንጽሕፎ ንኽእል ማለት እዩ ሶ ናይ ማውስ ኩሉ ግዜ ከም ኢንፑት ዲቫይስ ኮይኑ ነቲ ዝደለናዮ ድራግ ክንገብር ንኽእል which is እንታይ ንብሎ ድራግ ኤንድ ድሮፕ ንብሎ ማለት እዩ ሕጂ እዚ ብሌፍት ሌፍት ክሊክ ሒዝካ ክሊክ ትገብሮ እሞ ሒዝካያ ከለኻ ከዓ ናብ ዝደለኻዮ ቦታ ተንቀሳቕሳ ማለት እዩ ኣት ሴም ታይም ኣቐድም ኣቢልና ከም ዝረኣናዮ ክሊክ ዳብል ክሊክ ነናቱ ፍልልይ ክህልዎ ይኽእል እዩ ንኣብነት ክሊክ ምግባረይ ኣብዚኣ ሰሌክት ክትገብራ ጥራሕ ትኽእል እያ ዳብል ክሊክ ክገብር ከለኹ ከዓ ክኸፍቶ ክእል ማለት እዩ ንኣብነት ሕጂ ኣብ ማውስ ክንገብሮ ንኽእል ኩሉ ግዜ ክሊክ ከም ኣክሽን ኢና ንወስደሉ ኣክሽን ማለት ዝኾነ ዓይነት ነገር ክንከፍት ኢና ዋላ እውን ኣብቲ ራይት ክሊክ ኢልና ዝኸፈትናዮ ለሰይ ራይት ክሊክ ኢና ድኸፈት ናይ ድኾነ ዓይነት ኣክሽን ክንወስድ ከለና በቲ ሌፍት ክሊክ ኢና ክሊክ ብምግባር ኮፒ ዲና ሪኔም ዋላ ኦፐን ንገብር ሼር ንገብር ዋትኤቨር ክንገብሮ ንደሊ ንገብር ማለት እዩ እቲ ራይት ክሊክ ከዓ ተወሳኺ ኦፕሽንስ ንምርካብ ኢና ንጥቀመሉ ዝበዝሕዋ ማለት እዩ ስክሮል ንብሎ ካብዚ ካብ ላዕሊ ንታሕቲ ክንከይድ ኣብ ንደልየሉ እዋን ኢና ስክሮል ንገብር ማለት እዩ ሶ እዚ ንኣብነት ሕጂ ኣብዚ ከፊትና ኣለና ሶ ንላዕሊ ንታሕቲ ሜቢ ብዚ ዝኾነ ዳታ ስለ ዘይከፈትና እንተዘይኮይኑ ንላዕሊ ንታሕቲ ኢልና ክንከይድ ኣብ ንደልየሉ እዋን ከዓ ንጥቀመሉ ማለት እዩ ስለዚ እዚኦም ገለቶም ካብቶም ፍሉጣት ኢንፑት ዲቫይስስ እንብሎም ኮይኖም ንሎሚ ብከምዚ ርኢናዮም ኣለና ነቲ ለሰን ስሪ ከዓኒ ኣብዚ ክንጠቕልሎ ኢና እቲ ኪቦርድ ማውዝ ቤዚክስን ከምኡ ውን መሰረታዊ ብዛዕባ ኢንፑት ኤንድ ኣውትፑት ዲቫይስስን ርኢና ኣለና። ኣብ ዝቕጽል ማለት ኣብ ለሰን ፎር የራኽበና። ከም ወትሩ መደባትና እንድሕር ፈቲኹሞ ሼር ላይክ ሳብስክራይብ ምግባር ኣይትሕመቑ። ዝኾነ ክህሉ ኣለዎ ወይ ክእረም ኣለዎ ንእትብልዎ ከዓኒ ኣብ ኮመንት ሴሽን እኹን ብኢንቦክስ ክትጽሕፉልና ትኽእሉ ኢኹም። ስለ ምክትታልኩም ነመስግን። ብሩኽ መዓልቲ።